ነዚ ንመበል ሚእትን ዓሰርተ ክልተን ዝካየድ ዘሎ ቱር ዲ ፍራንስ ኣብቲ ናይ ነጥቢ ዝወሃብ ውድድር ኣተኲርና መግለጺ ክንህብ ኢና፣ ምሳና ጽንሑ። ከም ራብዓይ ተጠቃሲ ኮይኑ ቀሪቡ ዘሎ ኣባል ኢንተርማሽ ቢንያም ግርማይ እዩ። ቢንያም ግርማይ ዝሓለፈ ዓመት ተቐዳዳሪ ተሸላሚ ቀጠልያ ማያ ኮይኑ ውድድሩ ዝዛዘመ ተቐዳዳሪ ማያ እንደገና ከኣ ሰለስተ መድረኽ ዝተዓወተ እዩ። ቢንያም ግርማይ ለብዘበን ከም ብዙሓት ኣፍቀርቲ ስፖርት ቅድም ሸታ ዝገልጽዎ ወይ ድማ ዝሃርፍዎን ዝጽበዮን ዝነበረ ውድድሩ ኣብ ናይ ቀዳማይ ደረጃ ተርእዮታቱ ክረኤ ኣይከኣለን። ቢንያም ግርማይ ለብዘበን ኣብ ቀዳሞት ክልተ ወይ ድማ ምስ ቀዳሞት ሰለስተ ጎሊሑ እኳ እንተረኣየ ነታ ናይታ መድረኽ ናይ ዝሓለፈ ዓመት ኣርባዕተ ሓሙሽተ ኣብ ዝበጽሕሉ ክረኤ ኣይከኣሉን። እንተኾነ ግን ምስ ኩሉ ድላዋትን ምስ ኩሉ ናይታ ጋንታ ሓገዝ ቀሪባቶ ዘላ ተቐዳደምትን ግን ኣብታ ቀዳመይቲ መድረኽ ኣብ ሊለ ኣብ ትካየድ ማለት እዩ ነታ ናይ ቀጠልያ ወይ ከኣ ነታ ናይ ብጫ ናይ ምውሳድ ትኽእሉ ምስቶም ናይ ኣርባዕተ ሓሙሽተ ተቐዳደምቲ ኣቐድም ኣቢልና ክንገልጾም ዝጸናሕና ዝያዳ ጎሊሑ ተራእይነቱ ይዛይድ። ከም ሳልሳይ እንሪኦ ድማ ጆናታን ሚናር ኣባል ሊድ ትረክ ዝኾነ እዩ ማለት ጆናታን ሚናር ከም ዝሓለፈ ዝረኣናዮ ናይ ክልተ ሽሕን ዕስራን ኣርባዕተን ተዓዋቲ ቻምፕዮን ናይ ነጥቢ ግዜ ዝኾነሉ ኣጋጣሚ ዝረኣናሉ እዩ ጆናታን ሚናር ሓደ ካብቶም ብጉብዝንኡን ብቁመቱን ቀልጢፍካ እተለልዮን ቀልጢፍካ ዝልለን ተቓዳማይ ከም ምዃኑ፣ ኣብዚ ዓመት እዚ ብዝርኣዮ ናይ መድረኽ ውጽኢት፣ ሓደ ካብቶም ኣብ ቅድሚት ተሰራዕነት ወይ ከኣ ነዚ ውድድር እዚ ኣብቲ ናይቲ ነጥቢ ዝወሃብ ወይ ከኣ ኣብቲ ናይቲ ቀጠልያ ናይ ውድድር ኣብ ቅድሚት ተሰሪዖም ካብ ዝርከቡ ሓደ እዩ። ጆናታን ሚላን ኣብዚ ዓመት እዚ ሓደ ካብቶም ዓበይቲ ውድድራት ዝተዓወተሎም ክንርኢ እንከለና፣ ዩኤኢ ቱር ተሪኖ ኣድሪያቲኮ ካልኦት ውድድራትን ነቲ ናይ ነጥቢ ብዓልነት ክመርሖ ክኢሉ እዩ። ጆናታን ሚላን ሓደ ካብቶም ነዚ ውድድር እዚ ልዑል ግምት ተዋሂቦም ዘሎ ተቐዳዳማይ እዩ። እንተኾነ ግን ኣብቲ ናይቲ ሊድ ኣውት ናይ ምውጻእ ተኽእሎ ምስቶም ናይ ካልኦት ጋንታታት ክትርእዮ እንከለኻ ቁሩብ ፍኹስ ዝበለት ትመስል እያ። ከም ካልኣይ እንገልጾ ኣባል ናይ ኣልፒስቲን ጃስፐር ፍሊስተን። ጃስፐር ፍሊስተን ከምቲ ኩላትና ንፈልጦ ማለት እዩ ናይ ክልተ ሽሕን ዕስራን ሰለስተን ተዓዋቲ ቀጣልያን ማልያ ዝኾነሉ እዩ። ኣብ ክልተ ሽሕን ዕስራን ኣርባዕተን ምናልባት ከም ቀረባ ተዘክሮ ንጃስፐር ፍሊፕሰን ብፍሉይ ዝኾነ ብቕዓትን ብፍሉይ ዝኾነ ክእለትን ቢንያም ግርማይ ዝረትዐሉ እዩ። ጃስፐር ፒርሰን ከም ናይ ዝሓለፈ ዓመት ወላ ይኹን ሎሚ ዘበን ከምቲ ዝድለ እቲ ናይ ዓወት ውጽኢታቱ ብቕዓቱ ከርእየና ኣይከኣለን ግን ኩሎም ተቐዳደምቲ ኣብ ዙርይኡ ብዘለዉ ነቲ ናይ ዝሓለፈ ዓመት ይኹን ናይ ቅድሚኡ ናይ ምክሓስ ወይ ድማ ናይ ምዕዋት መደባት ሓደ ካብቶም ሓንጺጹሉ ወይ ከኣ ብቐረባ ነቲ ውድድር ክዕወተሉ ግምት ተዋሂብዎ ዘሎ እዩ። ጃስፐር ፒርሰን ኣብዚ እዋን እዚ ካብ ዓበይቲ ውድድራት ወርልድ ቱር ክሳብ ዝተሓተ ክልተ ነጥቢ ሓደ መዐቀኒ ዘለዎ ማለት እዩ ከምቲ ብዙሓት ትፅቢት ዝተገብረሉ ውፅኢት ከመዝግብ ኣይከኣለን። ምናልባት እተን ዓወታቱ ክንገልፅ እንተኾይንና ብራስለስ ኩርነ ብራስለስ እንደገና ናይ በልጅዩም ከዓ ክልተ ዓወታት ተዓዊቱ ኣሎ ኣብቲ ካሊእ ከዓ ኣብቶም ቀዳሞት ሰለስተ ተራእዩነቱ ከዓ ዝያዳ ጎሊሑ ዝተርኣዩ ለብዘመን ግን ፍሊፕሰን ሒዞሞ ዘለዉ ተኣዳደምቲ ወይ ድማ ኣብ ሕቑፉ ዘለዉ ተኣዳደምቲ ንቕድሚት ከምጽዎ ዝኽእሉ ሊድ ኣውል ካብቶም ካልኦት ጋንታታት ብዝያዳ ብርትዕ ዝበሉ ወይ ከኣ ሕይል ዝበሉ ከም ምዃኑ መጠን እቲ ናይ ዓወት ተኽእሉ ወይ ከኣ ኣብቲ ቅድሚት ተረኣይነቱ ዝያዳ ካብቶም ካልኦት ተቐዳደምቲ ኣብዘን ተመዲበን ዘለዋ ሸውዓተ ሓሙሽተ ናይ ቅጽበታዊ ውድድር ሕልፊ ካልኦት ክረኣየሉ ዝኽእል ባይታ ኮይኑ እዩ ዝረኣየካ። ብቲም ሚለር ክንጅምር። ቲም ሚለር ናይ ኣውሮጳ ቻምፕዮን ኮይኑ ኣብዚ ሎሚ ዓመት ኣብ ዝተኸተመ ኣትዩ ካብ ወርሒ ሓደ ክሳብዚ እዋንዚ ዝያዳ ዓወት ዝተጓናጸፈ ኮይኑ ቲም ሚለር ኣብ ክልተ ሽሕን ዕስራን ሓደን ደጋፊ ወይ ድማ ናይ ሊድ ኣውት ናይ ፍሊፕሰን ኣብ ዝነበረሉ ግዜ ጽቡቕ ዝኾነ ኣስተዋጽኦ ጽቡቕ ዝኾነ ኣብ ናይ ዓወት ናይ ፍሊፕሰን ዝያዳ ኣበርክቶ ዝነበሮ እዩ ስለዚ ቲሚደር ሎሚ ዓመት ኣብ ዝካየድ ውድድር ቱር ዲ ፍራነስ ኣብተን ሸውዓተ መድረኻት ዝለዓለ ትጽቢት ካብ ዝሰገረሎም ሓደ ተቐዳዳማይ እዩ። ቲሚለር ሒዝዎ ዘሎ ብቕዓት ከምቲ ኣቐድም ኣቢለ ክገልጾ ዝጸናሕኩ ዳርጋ ሓምሳ ሸውዓተ ክሳብ ሸሞንተ ዝኾነ ውድድራት ኣካይዱ ውድድራት ከካይድ ከሎ ብዝበለጸ ብቕዓት ብዝበለጸ ቅልጣፈ ብዝበለጸ ቅዋት ኣመዝጊቡ ንብዙሓት ተቐዳደምቲ ናይ ቀጥታ ውድድር ድንቂ ዝኾነ ብቕዓት ከንጸባርቕ ይኽእል እዩ። ስለዚ እቲ ሚረር ኣብዚ ሎሚ ዝካየድ ናይ ቱር ዲ ፍራንስ ክሳብ ናይ ቀጠልያ ናይ ማልያ ናይ ምውሳድ ትኹኑ ዝለዓለ ግምት ካብ ተዋህቦም ሓደ ተቐዳዳማይ እዩ። ስለዚ እቲ ሚረር ዝሕዝዎ ዘሎ ብቕዓት ምናልባት ናይ ጋንታ ደገፍ ዘይክህልዎ ክኽእል ይኹን እዩ እቲ ምኽንያት ከኣ ሬምፖ ኢቨንበል ኣብኡ ምህላው ንዕኡ ሊድ ኣውት ዝገብር ሓደ ስቲል ቨርነትራይዝን እበሃል ተቓላሊ ማይ ከም ምህላዉ መጠን ምናልባት ከም ናይ ካልኦት ዘይክኾን ይኽእል እዩ ግን ብዘለዎ ዓቕሚ ብዘለዎ ሞራል ብዘለዎ ውጽኢት ዘመዝገቡ ግን ሓደ ካብቶም ኣብ ቅድሚት ክስራሕ ዝኽእል ተቓላሊ ማይ ሓደ እዩ። ጅግና ኢኻ ጅግና።